ኮሚኒኬሽን ሓራሪ ግዜ ተስተውዕሉ ዶ ዝኾነ ወልፊ ይህልወካ ሽጋራ ድዩ ወይ ንጎ ምድቃስ ድዩ ወይ መስተ ኣልኮላዊ መስተ ድዩ ዋደቨር ይህልወካ እሞ ሓደ ነገር ሓደ ወልፊ ይህልወካ ወይ ድማ ንዓኻ ዝሃሰየካ ኣብ ሂወትካ ኩሉ ግዜ ኔጋቲቪቲ ዘምፃልካ ዘይጠቕመካ ዘጉድለካ ንድሕሪ ዝስሕበካ ነገር ይህልወካ እሞ ኣዴኻ ወይ ሓውኻ ወይ ኣዕሩኻትካ ኩሉ ግዜ ዛረቡኻ ኣንታ ግደፎ እንዶ ኣንታ ግደፎ እንዶ ኣንታ ግደፎ እንዶ ኣይትሰምዖምን ኢኻ all a sudden ግን ሓደ ሰብ ይረኽበካ እሞ ኮፍ ኣቢሉ ከምዚ ከምዚ ከምዚ ከምዚ ከምዚ ይብለካ ድሕሪኡ ኦሆ ከምኡ ድዩ በል ካብ ሎማዓንቲ ክገድፈ እያ ሽጋራ ካብ ሎማዓንቲ ሴፍ ገንዘብ ምግባር ክጅምር እየ ካብ ሎማዓንቲ ምስ ሰባት ከምዚኣ ምግባር ክገድፈ እያ ካብ ሎማዓንቲ ከምዚኣ ምግባር ክገድፈ እያ ኢልካ እንታይ ትገብር ናብ ሓደ ውሳነ ትበፅሕ ዘረባካ ቅድሚኡ ይንገረካ ነይሩ እዩ ቅድሚኡ ሰባት ግደፍ እንዶ ኣዚ ይጠቕመካን እዩ ከምዚ ይብለካን ይብልካ ነይሮም እዮም ግን ኦለሳድን እቲ ሓደ ሰብ ምስ ረኸብካ ንሱ ምስ ነገረካ ግን ኩሉ ዝሓሰብካዮ ነገራት decision ኣንጻር ናይቲ ቅድሚ ሕጂ ትገብሮ ዝነበርካ ትወስድ ማለት እዩ። እንታይ ሰለ ዝኾነ እንሕልኩምኒ እቲ ሰብ ብልክዕ ኣእምሮኻ ኣንቢቡ እቲ ዘድልየካ ሓሳባት ኣብ ሰዓቱን ኣብ ጊዝኡን ክህበካ ሰለ ዝኸኣለ ወይ ድማ emphasize ጌሩ እቲ ሓሳባት ከኾልሰካ ሰለ ዝኸኣለ ማለት እዩ። Communication ቋንቋ ምዝራብ ጥራይ ኣይኮነን ስለምንታይ ሓደ ካብቲ ቪድዮ ወልዑ ዝብሎ ንኣብነት ሰላም ይሪኣ ኣለኹ ብዚኣ ቅድሚ የላ ራይት ኣይ ካን ሲ ሰላም ትርድኣኒ ኣላ ሪያ ትርድኣኒ የላን ብዓይና ክሪኣ ክእል እየ ሰላም ኩለን ምሕረት ሪኣ ኣለኹ ሚካል ሪኣ ኣለኹ ፍሊሞን ሪእኩም ኣለኹ ነቶም ብቪድዮ ዝሪእኩም ዘለኹ ሲ ብዓይንኹም ስለ ዝሪእኩም ዘለኹ ኣይ ካን ሲ ትርድኡኒ ኣለኹም ዲኹም ናበይ ገፅኩም ኢልኩም ኣለኹም ኩሉ ትገብሮ ዘለኹም ኣክሽናት ክርድኣኒ ይኽእል ማለት እዩ እንድሕር ፊት ንፊት ዘይጥምተካ ኣሎ ኮይኑ ሰብ ግን ይርዳእካ ኣሎ ወይ ይርዳእካ የለን እውን ክትርድኦ ይትኽእል ኢኻ ንስኻ ማለት እዩ ስለዚ እንታይ ይኸውን ከም ዜና ጥራይ ኣብ ቴሌቪዥን ዝውላዕ ከምኡ ጥራይ ኮይንካ ትኸይድ ማለት እዩ ስለዚ ኣብ መዓልታዊ ህይወትና ከመይ ጌርና ኢና ምስ ሰባት ንረዳዳእ ሰባት ምስማዕ ይኣብዩና ዶ ብዙሕ ሰባት ሰምዑ ዶ ኦ ሓበሻ ይሰምዕን እዩ ዝብል ዘረባ ብዙሕ ግዜ ገጥመኩም ዶ ህዝብና እኳ ይሰምዕን እዩ ህዝብና እኳ ከምዚ እዩ ህዝብና ከምዚ እዩ ባይደወይ ኣይወዝ ሓደ ካብኦም ማለት ሓደ ካብቲኦም ኣዝዮም ኣማረርቲ ሰብ መን ነይሩ ንሕልኩምኒ ኣነ እየ ነይረ ኣደኖ ከምዚ ከማይ ኣማረርቲ ንሕ ነይርኩም እዚ ህዝቢ ይሰምዕን እዩ እዚ ህዝቢ ከምዚ ይኸውን እዩ እዚ ይሰምዕን እዩ ዋላ ንፅቡቁ ይደልዩን እዩ ከምዚ ዝብል ነይረ ሓደ ግዜ ዘይርስዓኒ ሲ ከምዚ ናይ ሄልዝ ኬር ኣብዚ ዓዲ ዝነበ ዘለና ሲ ኣብ ብሪቲሽ ኮሎምቢያስ ቅድሚ 2019 ገንዘብ ይኽፈል እዩ ነይሩ ናይ ጥዕና ወርሓዊ 75 ዶላር ካብ 50 ሽሕ ንላዕሊ ገለ ኢንካም ኳን ሕርክይንኻ ኣብቲ 150 ዶላር ወርሓዊ ንኸፍል ነይርና ሕጂ ሽዑ ትሕቲ 70 ሽሕ ዘለዎም ኢንካም ሰባት ኣላ ነይራ ናይ ቤኔፊሻሪ ትብል ናይ ቤኔፊት ገለ ዝነበረታ ወረቐት ነይራ ንዓት መላሞ ናብ ጋቨርመንት ሰዳ ፍሪ ኣይትኸፍልን ኢኻ ማለት እዩ ግን ባይ ዲፎልት እቲ ሲስተም ከመይ ገርሞ ሁኤቨር ኣብ ዲሲ ዝነብር ሰላሳን ሸውዓተን ሰብዓን ሓሙሽተን ሚትን ሓምሳን ዶላር ከም ዝኸፍል ገለሞ ነይሮም ማለት እዩ ሕጂ ዝበዝሕ ሓበሻ ሽዑ ግዜ ሰብዓን ሓሙሽተን ዶላር ይኸፍል ነይሩ ሕጂ ኣነ እቲ ነገር ምስ ፈለጥኩ ኣፕላይ ምስ ገበርኩ ተቐቢሎምኒ ናፃ ገይሮማ ሰብዓን ሓሙሽተን ኸፍል ነይረ ናፃ ገይሮማ ናፃ ምስ ገበርዋ ነዚኦም ኩሎም ዕሩኻተይ መፅየ ኣታ ከምዚ ግበራታ ኣታ ኣይትሰምዕ እንዲኻ ስኻ ኣንታ ርእሲ የብልካ እንዲዩ ሰብዓን ሓሙሽተን ዶላር ክትከፍል ከመይ ጌርካ ትገብር ኣለኻ እዚ ኮ ነጎድ ፅቡቅ ኣይኮነን ገለ ይብሎ እንታይ ይብለኒ እቲ ሓድሽ መፅኡ ሕሙም ብዛዕባ ጥዕና እኳ ይዛረብ ዘለኹ ጥዕና ዘይብለይ ክነብር ደሊኻ ንስኻ ከዓ ንዓይ ከም ትብለኒ ኣለኻ ኢሉ ከዓ እቲ ሓደ እንታይ ይኮን ይኹርየለይ እቲ ሓደ ተባኢሰ ይኸይድ ኣብ መወዳእታ ምስ ኩሎም ክሕግዞም ኢለ ዝኸድኩ ተባኢሰ ተመሊሰ ሽዑ እንታይ ይብል ኣብቲ ገዛ ከይደ ኣይሰምዑን እዮም እዚኦም ህዝቢ እዚኦም ፀማማት እዮም እዚኦም ከምዚ ይብል ነይሩ ማለት እዩ ግን ሕጂ ክሪኦ ከለኹ ነብሰይ ንነብሰይ የስሕቐላ ንዖም ኣይኮንኩን ስሕቐሎም ስለምንታይ ንሕድርኩምኒ ዓቕሚ ነበረኒ ከረድእ ንሰባት ምርዳእ ማለትሲ ንሶም ንክዛረቡ ትም ኢልካ ክትሰምዖም እሞ ሓሳባቶም ምስ ወድኡ ሓሳባትካ ንክተፍስስ እምበር ንስኻ ንክትዛረብ ልክዕ ከም ኣርቤጂ ናይ ሩስያ ክትድርቢ ጥራይ ኣይኮነን ዝበዛሕና ግን ሓንቲ ሓሳባት ምስ ህልወና እንታይ ኢና ንገብር መፂና ሩር ኩሉ ዘለና ድርቢ ድርቢ ድርቢ ድርቢ ነብሎ ሰብ ሽዑ ኦቨርወልም ንኾን እንታይ ብላሉ ሰብ ዝብለና ሽዑ ሰብ ከዓ እንድሕር ዘይተረድእዎ እንታይ ዝኸውን ኣይተረድኣንን ክብል ኣይደልን እዩ መብዛሕትኡ ሰብ መብዛሕትኡ ማለት እዩ እንታይ ዝብል ሰልፍ ዲፈንስ ይጻወተልና ማለት እዩ ስለዚ ኣብ መዓልታዊ ህይወትና ኣዝዩ ኣዝዩ ኣገዳሲ ኣብ ናብራና ክኸውን ይኽእል ምስ ስድራ ቤትና ክኸውን ይኽእል ኣብ ቢዝነስና ክኸውን ይኽእል ኮሚኒኬሽን ስኪል ናትና ወይ ድማ እቲ ናትና ምዝርራብ ምስ ሰባት ኣብ መዓልታዊ ውዕሎ ምስ ዘለና ሰባት እንድሕር እናተመሓይሸ እንድሕር ዘይከይዱ ጠቕላላ ዝሃለወ ይሃለወና ዝበለፀ ስኪል ይሃለወና ዋላ ዓቢ ድኳን ይሃለወና ብዘይገድስ ክንዕወት ዘሎ ተኽእሎ ኣዝዩ ፀቢብ እዩ ምክንያቱ ሓደ ሓደ ሰባት ትፈልጡ ዶ እዚስ ምስ ዝብም ሓደረ ትብልዎ ሰባት ኣለዉ ዶ ከባቢኹም በቃ ጥዑም ሰባት ንዝኾነ ሰብ ዝዕድል በቃ ንዝኾነ ሰባት ፅን ኢሉ ይሰምዕ ኣለዉ ማለት እዩ ስለዚ ንሕና ከዓ ከምኡ ክንከውን ንሕር ከይና ሪሊ ዊ ኒድ ቱ ቢ ፕራክቲስ ማለት እዩ ፕራክቲስ የድልየና እቲ እንገብሮ ዘለና ነገራት ማለት እዩ ገለ ክሕግዛ ዝኽእላ ነጥቢ ዝበልክወን ኣምጺኤን ኣለኹ ሎማዓንቲ ክንርእየን ኢና ማለት እዩ ቀዳማይ ሃቭ ሳምቲንግ ጉድ ቱ ሰይ ዓንተወይ ሓውና ታሪኽ ኣውና ሃገር እንታይ ይብል ነይሩ ኦ ከምዚ የብለይን ከምዚ እኳ እዩ እንግሊሽ የብለይን እዚ ዓዲ ከምዚ እዩ ወይዘር ከምዚ ኣነ ብሪሽ ኮሎምቢያ ኣለኹ ዓማ ይሃርም ኣሎ ዓርከ ደው ኢሉላ ዓንተወይስ ኣታ ከዓ ሎማዓንቲ ከማ ይሃርም ኣሎ በቃ ትሚልካ እኳ እዩ ገለመለ የድኒዋ ኣቢሱ እኳ እዩ ዘለኹ ምሳኻ እንታይ ትነግረኒ ለኸማ ይደሃርም ኣሎ ጥዑም መዓት ወርገ ዛሓሊ ደስ ክብለካ መዓት ገሌልየ ማለት እዩ ኣርእስቲ ዝነበረት ናብ ካልእ ቀይረያ ማለት እዩ ኦረዲ ግን ኮምፕሌን ገብር ጀሚሩ ነይሩ ሕጂ ኣብ መዓልታዊ ህይወትና ምን ንብል ንሕር ኮይና ኩሉ ግዜ ኮምፕሌን ጥራይ ንገብር ንሕር ኮይና ሰባት ኣይክሰሙናን እዮም ሰባት ካባና ካድሚዮም ቴሌፎን ከማን ኣይክቕበሉናን እዮም ማለት እዩ እንታይ ዳ ክንገብር ኣለና ሃብ ሳምቲንግ ግድ ትሰይ ኤኒቲንግ ዝኾነ ነገር ክኸውን ይኽእል እዩ ብዛዕባ ባህርያዊ ክኸውን ይኽእል እዩ ብዛዕባ ኒውስ ናይ ኢኮኖሚ ክኸውን ይኽእል እዩ ብዛዕባ ናይ ስፖርት ክኸውን ይኽእል ዋሬቨር በቃ ነቲ ሰብሲ ክጠቕሙ ይኽእል እዩ ዝበልካዮ ወይ ድማ ንዓኻሲ ኣብ ሂወትካ ዘዕወተካ ኣብ ሂወትካ ዘውደቀካ ኩሉ ሰብ ኣለዎ ምሹ ሳምቲንግ ትሰይ ኣለዎ ኩሉ ነገር ክብሎ ዝኽእል ነገርስ ኣለዎ ኣብ ሓዳር ዝተዓወትካሉ ድዩ ኣብ ሓዳር ዝወደቅካሉ ዳሕራይ ዝተዓወትካሉ ኣብ መጠረሽታ ወይ ቆልዓ ክትዕቢ ከለካ ድዩ ወይ ኣብ ትምህርቲ ድዩ ወይ ኣብ ቢዝነስ ድዩ ኮታ ኣብ ኩሉ መዳያት ናይ ሂወትና ናይ ውድቀትን ናይ ዓወትን ታሪክ ኣለና ስቶሪ ኣለና ነዚ ስቶሪ ንሰባት ክንነግረሉ እንተኽኢልና ሰባት እንታይ ክኾኑ ይኽእሉ እዮም? ምሳና ርሌት ክኾኑ ይኽእሉ እዮም ማለት እዩ። እንተዘይከይኑ ግን ጉድ ፅቡቕ ዝበሃል ነገር እንተዘይብልና ዝበሃል ነገር እንተዘይብልና ትም ኢልና እንድሕር ተዛሪብና እንታይ ክንከውን ኢና? ሰባት ካባና ኣይክሰምዑናን እዮም ማለት እዩ። ካባና ክሃድሙ እዮም ማለት እዩ። ካልኣይ ግዜ ተሌፎን ከልዕሉልና እውን ኣይክእልን እዩ ማለት እዩ። እንድሕር ሓደ ሰብ ደዊልካ ሕሰቦ እሞ ድወላ ብሉ ሄይ ሰላም ከመይ ኣለኺ ሰላም ዲኺ ኦ ማይ ጋሽ ሎማዓንቲ ከምዚ ከምዚ ነይሩ እዋይ ከምዚ ነይሩ ሎማዓንቲ ክነግረኪ ክኒ ኣዝዩ ጽቡቕ መዓልቲ ኢና ውዒልና ከምዚ ከይና ከምዚ ጌርና ክብለካ ከሎ ወይ ድማ ብዛዕባ እቲ ሰላም ትደልዮ ነገራት ከምዚ ተትገብርስ ከምዚ ነይሩ ከምዚ ነይሩ ኢሉ ሓደ ጽቡቕ ኤክሳይትድ ኒውስ ክባ ከሎን ባዕ ኣታ ሎማዓንቲ እኮ ከምዚኣ ካዮም ኮይኖም በቃ ክንዲዚኣ ሰባት ካዮም መይቶም ክንዲዚ ቢሎም ክንዲዚ ኢቭን እቲ ሰንስቲ ኤነርጂሲ ኣብ ኮለን ታሽሙ ፍሎው እዩ ዝገብረልካ ማለት እዩ ስለዚ ኤልወይስ ወደቨር ታሽሙ ክኸውን ከሎ ኣብቲ ከባቢና ዘሎ እዚ ክብል ከለኹ ግን ኩሉ ሰብ ሓደ ኣይኮነን ኩሉ ሰብ ፅቡቅ ይደሊ ጥራይ ማለት ኣይኮነን ማለተይስ ኩሉ ሰብ ኣብቲ ናትስኻ ንስኻ ትደልዮ ዘለኻ ናይ ዕቤት ናይ ቢዝነስ ይደሊ ማለት ኣይኮነን ንኣብነት ኣብዛ ዘለና ገሌና ኩዕሶ ሞር ኢንተረስቲንግ ክንከውን ንኽእል ኢና የስና ዓሰርተ ደቂቃ ኦ ቸልሲ ከመይ ነይራ ሎማዓንቲ ማንቸስተር ዩናይትድ ከመይ ነይራ ሓቶ ትኽእል ኢኻ ንሕርድ ማራ ኤክሳይቲንግ ከይኑ ኣሎ በቲ ዘለዎ ነገር ማለት ስለዚ ዝኾነ ፅቡቕ ዝበልካዮ ነገር ካብቲ ናትካ ስቶሪ ናይ መውደቂኻ ክኸውን ይኽእል ናይ ዓወትካ ክኸውን ይኽእል እንድሕር ተዛሪብካ ሰባት ኣይርስዕዋን እዮም ኩሉ ግዜ ሰባት ምሳኻ እንታይ ክኾኑ እዮም ኮኔክትድ ክኾኑ እዮም ሽዑ ንስኻ ንክትዛረብ እንታይ ክገብሩኻ ክደልዩኻ እዮም ማለት እዩ ኩሉ ግዜ ኣብ ዝረኸብካዮ ቦታ ወይ ክትሰምዖም ወይ ክሰምዑኻ ሰባት ክደልዮም ማለት እዩ ካልኣይ ቢ ኤፊሽን ኤንድ ክሊያሪቲ ክህልወና ኣለዎ ማለት እዩ እዚ እንታይ ድዩ ምሽ ኣለካ ከምዚ ገለ መለ ከምኡ ብዙሕ ሓሳባት ኣለና ዶ ንብል ብዙሕ ግዜ ኣጋጥመና ዶ ወይ የዕሩኻትና ከምኡ ክብሉ ወይ ማሓዙትና ወይ ኣብ ከባቢና ዘለዎ ወይ መሳርሕትና ከምኡ ይብሉ ዶ ዝብሉ ከምኡ ክብሉ ከለዎ ፅቡቅ ይስምዓና ኣይስምዓናን እዩ ራይት ግን ንስኻ እውን ከምኡ ከም ዘይበሃል ትፈልጥ ኢኻ ግን ከምኡ ኢልካ ክዛረቦም ከለካ እንታይ እንትኸውን ኢኻ ስከፍ ኢኻ ከምኡ ኢልካ ትዛረቦም ኩላትና ሳምሃው ከምኡ ንብል ናብ ሓደ ሓደ ግዜ ወይ ድማ ኣለዎ ቃላት ላይክ ወል ዩ ነው ከምዚ ዩ ነው ዩ ነው ዓሰርተ ግዜ ማለት እዩ ላይክ ላይክ ትብለሉ ሳምቲንግ ገለ መለ ትብሎም ኣለዉ ናን በቃ ናንሰን ዝኾኑ ቃላት ኣለዉ ኣብ ክንዲ ፖዝ ትም ኢልካ ካልኣይ ሓሳባትካ ትቕፅል ኮንፊደንስካ ጠፋእካ መታ እንታይ ትገብር ላይክ ገለ መለ ትብል ማለት እዩ ዘየድልዩ ናን ቨርባል ዝኾኑ ወይ ድማ በቃ ትርጉም ዘይብሎም ቃላት ቃላት ዘይኮኑ ድምፂ ተውፅእ ካብ ኣፍካ ማለት እዩ ወይ ድማ ቃላት ተውፅእ ማለት እዩ እዚኦም ከዓ ነቲ ሰምታይ ዝገብሩ ኣነዩ ዝገብሩ ማለት እዩ የጨንቕዎ የሕርቆ እንታይ ይብል ኣለዎ ኣንታ ናብ ፖይንት ናቱ ዘይኣትዩ ኣንታ ናብ ሓሳቡ ዘይኣትዩ ትብሎ ሰባት ኣለዎ ዶ ናይ ሓሳቦም ዳኣ ኣንታ ክንዲ ሸንኮለል ክብል እዩ ሸንኮለል ዝብል ሰባት ካሉ ንሓንቲ ርእሲ ሒዞማ ብኔው ገይሮም ሸንኮለል ንስኻ ዝፅበዮም ኣለኻ በዚ ሒዞማ ኔው ይኸዱ ኣንታ ንዓባ ወድእ ትብሎም ምውዳእ እዩ ኣብኻ ስለዚ ኢፌሽን እንድሕር ክሊር ኮይና ገለ ሰባት ኣበይ ውዒልካ ዳ ሎማዓንቲ እንድሕር ኢልካዮም ኣበይ ፀኒሕካ ኢልካዮም ኣብ ገዛ ነይረ ኣጋጣሚ ኮፊ ሒዘ መፅየ ክብለካ እንዳኸኣለ ከሎ እንታይ ይብለካ ኦ እንዳመፃ ከለኹስ ኣጋጣሚ ናብ እና ኮፊ ላጊሰ ድሕሪኡ ኩሰ ረኪበ ዳሕራይ ከምዚ ገርና ዳሕራይ ኮፊ ኣዚዘ ዳሕራይ መፅ እስኻ ኦረዲ ሰልችካ ኣሎ ፍርቂ ዶ ትብል ማለት እዩ ስለዚ ብዛዕባ እቲ ትብሎ ዘለኻ ዘየድልዩ ቃላት ካየበተኻ ክሊር እንታይ ካ ትብል ደለካ ዘለካ ብንፁር እቲኣ ስቶሪ ትብላ ዘለካ ሲ እንታይ እያ ከምዚ ምሽታ ስሙ ዝበሃል ኣሎም ዶን ቴል ስቶሪ ዊዝኣውት ፖይንት ዶንት ቴል ፖይንት ዊዝኣውት ስቶሪ ዝኾነ ፖይንት ክትብል ከለካ ሓደ ፖይንት ክትህብ ከለካ ንሰባት ብስቶሪ ጌርካ ካበር ክትገብራ ከለካ ሞርታሽም ትኸውን ንሰብ ንኣምንን ሰላም ኣብ ክንዲ ዳይሬክትሊ ንዓ ሓደ ነገር ትዛረባ ወይ ድማ ከምዚ ግበረ ኣብ ክንዲ ትብላ ዋት ኢፍ ብስቶሪ ጌርካ እንተምፂኻዮ ሆ ቀደም ኣብ ትምህርቲ ከለኩስ ከምዚ ይገብረኒ ነይሩ ንኣብነት ሳምቲንግ ዘፍርሓካ እንድሕር ኮይኑ ናብ ፈራሕ ካብ ክትንትብሎ ወይ ድማ ከተድፍሮ ኢኻ ደሊኻ ዘለኻ ምሽ ከተድፍራ እንድሕር ደሊኻ እንድሕር ትፈራሕ ኣላ ኮይና ኣብ ክንዲ ኣጆኹም ናይ ትፍርሑ ካብ ትብላ ኣጆኹም እሞ ትፈልጦ እያ ከምኡ ትፈልጦ እያ ራይት ኣጆኻ እሞ ኩለና ንፈልጦ ኢና ተምሃር ኣጆኻ ካይሰራሕካ ይሓልፈልካኒ ዝብሉ ቃላት እዚኦም ኩሎም ንፈልጦም ኢና ኩላትና ግን ወላ ሓደ ሰብ ኣይንሰምዖም እና ንዖም ዋት ኢፍ ዩ ኖ ዋት ሰላም ቀደምሲ መጀመርታ ዝመፃእክሉ ብዛ ዓድስ ኣዝዩ ዘፍርሃኒ ነይሩ ዝዓዲ ኣዝየ ዝፈርህ ነይሩ ትምህርቲ ክብሉ ከለዉ እሞ ከዓ በቃ ከምዚ ገንዘበይ ርክስ ኣቢለየን ኣብ ዕዳ ዝኣቱ ዝመስሉ ቢዝነስ እሞ ግደፍ እዮ ቢዝነስ ኣይቀርባኒ ነይረ ዳሕራይ ግን ሓደ ሰብ ከምዚ ኢሉ ምስ ነገረንሲ ቢዝነስ ንእሽቶ ጀሚረ ካብኡ ተበጊሰ ከዓ ናብ ዝሓሸ ነገራት ሎማዓንቲ ኣብ ስሪኒ ዘለኹ በፂሐ ኣለኹ ክትብላ ከለካ እንታይ ክትኮነ ሰላም ኦከይ ኣነ እውን ሲ ኣብቲ ናቱ ስቴጅ ኣብቲ ቅድሚ ሕጂ ዝነበሮ ስቴጅ ዘለኹ እምበር ክሓልፈለይ ይኽእል ትብል ትኽእል እያ ምፅ ኢለ ግን ሰላም ኣጆኺ ትፍርሒ ፀገም የብሉ ዝዓዲ ኖርማል እዩ ክብላ ከለኹ ግን ኖርማል ምዃኑ ትፈልጥ እያ ኣጆኹም ከም ዝበሃል ትፈልጥ እያ ኩሉ እዚ ሰባት ዝብልዎ እዮም ማለት እዩ ስለዚ ኩሉ ግዜ ብዝተኸኣለና ኣብ ክንዲ ዳይሬክትሊ ኦፍኮርስ እቲ ናትና ነጥቢ ፖይንት ክሊር ክኾን ኣለዎ እቲ ንህቦ ስቶሪ ፖይንት ክህልዎ ኣለዎ እቲ ስቶሪ እቲ ፖይንት ክንገብር ከለካ ስቶሪ ክህልዎ ኣለዎ ሽዑ ዝሓሸ ናይ ምዝራብ ክእለት ክህልወና ይኽእል ማለት እዩ ካልእ ኣቢሊቲ ቱ ብራንች ኦፍ ማለት እዩ ቱ ዲፈረንት ቶፒክ ኣብ ክንዲ ሓድሽ ሰባት ንኣብነት ሎማዓንቲ ኣለልካ ሓደ ሓደ ሰባት ስልችወካ ዶ ቀልጢፋ እታ መዓስ እዮም ክኸዱ ትብሎም ሰባት ኣለዉ ዶ ከምዚ ሰላም ድዩ ሰላም እዩ ከመይ ፅቡቅ ከመይ ኣጋጥምኩም ዶ እንታይ ዝገብርም ከምዚ ምስ ኣጋጠመካ ፅቡቅ እግዚኣብሔር መስገን ፅቡቅ ሰላም ካልኣይ ግዜ ነቲ ሰብ ንድሕር ሪኢኹሞ ሰላም ትብልዎ ዶ ኣነ ርግፀኛ መገዲ ቀይርካ ከተኸይድ ሓቀይ ዶ ሓደ ሰብሲ ኣይ ሰላም ከመለኸ ፅቡቅ ብሓንደኸ ፅቡቅ እግዚኣብሔር መስገን መዛረቢ የብልካን መዛረቢ የብልካን ወዲእካ ኣለካ ወዲ ሰላም ይክብለካ ኦ እግዚኣብሔር መስገን ሎማዓንቲ ከምዚ ከምዚ ነይሩስ ኣጋጣሚ ኣዝዩ ደስ ዝብል መዓልቲ ነይሩ ክገርመካስ ዘይሓሰብኮ ማን ከምዚ ሎማዓንቲ ሾፒንግ ከይደስ ኣብኡ ሰብ ረኪበ ደስ ዘብል ነይሩ ሳምቲንግ ኤክሳይት እንደኮነ ማለት እዩ ክትብሎ ከለካ ሽዑ ብዛዕባ ሾፒንግ ተዛሪብ ክለኺ ብዛዕባ ሓደሽቲ ሰባት ተዛሪብ ክለኺ ኦ ኣበይ ሾፒንግ ዳኸይድ ከብለካ ከሉ ሽዑ ቅፅል ይኽእል እዩ ንሕር ፅቡቅ ጥራይ ኢልካዮ ግን ወዲኡ ኣሎ ካልኣይ ግዜ ክዛረብ ኣይክእልን ምሳኻ ማለት እዩ ስለዚ ዋት ኤቨር ግዜ ኣብ ትዛረብሉ ግዜ ኣፍኮርስ ምስ ኩሉ ሰብ ኣይኮንክን ምናልባት ምስ ገለ ሰባት ክትዓፅኦም ትደሊ ሰባት ክህልው ይኽእሉ እዮም ፐርፐስሊ ማለት እዩ ብዕላማ ማለት እዩ ግን ኣብ ዝበዝሕ ማጆሪቲ ሰብ ወላ ክዛረብ እናደለየ ከሎ መዛረቢ ስለ ዝስእን ፅቡቅ እዎ እግዚኣብሔር መዝገን ሰላም እዩ ወዲ ኣላ ድሕሪ ካልኣይ ግዜ መዛረቢ የብልካን ስለዚ ብዝተኻኣለካ ነቲ ሓሳባትና እንድሕር ዝርዝር ኣቢልናዮ ሰባት ካልኣይ ግዜ ንክሓቱና ዕድል ክንከፍተሎም ኢና ኢነ ውን ንዓይ ኣብ ዓለም እቲ ዝበለፀ ጊፍት ዝብሎ ንዓና ሲ ደቂ ሰባት ካልኣይ ዝበለፀ ጊፍት ዝተዋሃበና ደቂ ሰባት እዮም ምሾ ንዓይ ሲ ዝበለፅኩም ጊፍት ንስኹም ኢኹም ድሕሪ ኣእምሮይ ማለት እዩ ኣምላኽ ዝሃበና ኩላትና ብዘለና ንሓድሕድና እንታይ ኢና ህያብ ኢና ማለት እዩ ኣምላኽ ዝሃበና ህያባት ኢና ማለት እዩ ምክንያቱ ቢዝነስ ክትገብር ድዩ ሓዳር ክትገብር ድዩ ቆልዓ ከተምፅእ ድዩ ኩሉ ነገር ምስ ሰብ ክትገብሮ ስለዚ ዳትስ ዋይ ሰብ ዝኸበረ ነገር ኣብ ሂወትካ ማለት እዩ ስለዚ ምስ ዝኸበረ ኣብ ሂወትካ ግዜ ክተሕልፍ ንድሕር ዘይደሊኻ ዘይክኢልካ እንታይ ኮይንካ ኣለኻ ብዙሕ ነገር ጎዲልካ ኣሎ ወይ ድማ ብዙሕ ነገር ክጎድለካ እዩ ማለት እዩ ብሰንኪ ክትዛረብ ዘይምኽኣልካ ማለት እዩ ስለዚ ኩሉ ግዜ ክንዛረብ ኮልና ብዝተኻልና ኣብ ክንዲ ሾርት ካት ክብር ነብሎ ምክንያቱ ዩ ዶን ኖው ዩ ነቨር ኖው ሰብ እንታይ ከም ዝገብረልካ እቲ ሰብ ዝጎዮ ዘለኻሲ ኣብ ህይወት እንታይ ክገብረልካ ከም ዝኽእል you never know maybe እቲ ንስኻ ትደልዮ ዘለኻ ሓንቲ ግዜስ ኣብ ሓንቲ ሙቪ ድዮም ገለ ናይ ግብጺ ዘምጽዋ ስርኢ ነይረስ ከምዚ ይጎይ ነይሩ ከምዚ ንኣምላኽ ደልዩስ ኣብ ጎቦ ኣለዎ ኢሎሞስ ሰብኣይ ይጎይ ነይሩ ናብ ኣምላኽ ኢሉ እንዳ ጎየ ከሎ ኣምላኽ ከዓ ከም ዓቢ ሰብ ኮይኑ ምሽ ኩሉ ግዜ ተሽም ዝበሃል ኣሎ ኣምላኽሲ እንድሕር ትዕግስቲ ክምህረካ ደልዩ እንድሕር ትዕግስቲ ሓቲትካዮስ እንታይ ዝበካ ትዕግስቲ ብኣካላ ኮፍ ኣይብለካን እዩ ወይ ድማ ከመይ ጌርካ ዕጉስ ትኾን ኣይገብረካን እዩ ክትዕገሰሉ ትኽእል ህሞት ይፈጥረልካ ሃብቲ እንድሕር ለሚንካዮ ሃብቲ ኮፍ ኣይብለልካን እዩ እንታይ ዝቕርበልካ ኣእምሮ ብሉፅ ኣእምሮን ጥዕናን ሂበካ ወይ ድማ ጉልበት ሂበካ ኤልወይስ መገዲ እዩ ዝበካ ናብቲ ንስኻ ትደልዮ ዘለኻ ንክትበፅሕ ማለት እዩ ደሴምቲንግ ሰብኣይ ንኣምላኽ ክረኽቦ እየ ኣብ ጎቦ መፅኡ ኢሎም ስሮ እናጎየዮ ከሎ ኣጋጣሚ ሓደ ዓበ ሰብኣይ ከዓ መገዲ እንታይ ይገብር ነይሩ ወክ ይገብር ነይሩ ማለት እዩ እንተ ሓወይ ሓግዘኒ ባ ገለመለ ገሊልዎ ሲ ጥንጥን ኣቢልዎ ከይዱ ደፊኦ ገይፍዎ ከይዱ ማለት እዩ ሰብኣይ ሽዑ ጎዩ ጎዩ ጎዩ ኣብቲ ጎቦ ምስ በፅሐ ብድሕሪ ዝነበረ ኣጋጣሚ ሓደ ሰብኣይ እንተ ሰብኣይ ሓግዘኒ ባ ገሊልዎ ኦ ሕራይ በልና ዓናይ ሓንቲ ፀገም የለን ጥምት ንስቦርስ ኣጋጣሚ ኣምላኽ ኮይኑ ፀኒሑ ንሱ ጃሓራሪ ግዜ you never know እትዮም ኣብ ሂወትካ ትረኽቦም ሰባት ተራ ሰባት ይመስሉኻ ግን believe me everyone ናይ ገዛእ ርእሱ story ኣለዎ everyone ኣገዳሲ ኣብ ሂወትካ ምናልባት ኩሉ ዘይከገድሰካ ይኽእል እዩ ግን እትያ ዘላትካ ምስኡ ዓሰርተ ደቂቅ ኢለ ዕስራ ደቂቅ ግን make it special special ጌርካ እንድሕር ገዲፍካ ከድካ ጽባሕ ንጎ ዝኾነ ነገር ተመሊሱ እቲ ሰብ ኦ ከምዚኣ ገርለይ ነይሩ ወይ ክትሓቶ ከለኻ ድዩ ወይ ሪፈራል ክትደሊ ከለኻ ድዩ ዝኾነ ነገር ኣብ ዝደለኻሉ ግዜ እንታይ ገብረካ ይኽእል እዩ ቀዳምነት ከውህበካ ይኽእል ማለት ስለዚ ምስ ሰባት ኣብ ክንዲ ቁርፅ ኣቢለ ንኸይድ እቲ ዘለና ሓሳባት ኣስፋሕ ኣቢልና እንድሕር ነጊርናዮም ሰባት ምሳና ሪሌትድ ክኾኑ ይኽእሉ ክዛረቡካ ይኽእሉ ማለት እዩ ኩሉ ግዜ እንታይ ስቶሪ ኢለ ኣለኹ ስቶሪ ሓደ ካብቲ ዝበለፀ ማለት እዩ መፅሓፍ ቅዱስ ስለምንታይ እዩ ዝፍቶ ትፈልጡ ኢኹም ምሽ መፅሓፍ ቅዱስ ስለምንታይ እዩ ዝፍቶ ኣብ መፅሓፍ ቅዱስ ዩ ካን ፋይንድ ኤኒ ስቶሪ ዝደለኻዮ ስቶሪ ዝደለኻያ ስቶሪ ክትረክብ ትኽእል ኣብ መጽሓፍ ቅዱስ ናይ ዝደለኻዮ ዓይነት ሽሙ ዳስዋይ መጽሓፍ ቅዱስ ሓድሓደ ግዜ ካብቲ ከም መጽሓፍ ወይ ድማ ከም ስፒሪቹዋል ጥራይ ጥራይ ዘይኮነሲ በቃ ኣዝዩ ኣዘናጋዒ ክውን ክትብሎ ትኽእል ኢኻ በቃ እናመሃረሲ የዘናጋዓካ ዝኽእል ማለት እዩ ምክንያቱ ሓደ ሰብ ከምዚ ግበር እዚ ግበር ክብለካ ከሎ እንታይ እዩ ትእዛዝ እዩ ዝበካ ዘሎ ትእዛዝ ዝፈቱ ሰብ ኣለና ድዩ ዝፈቱ ሰብ የብልና ብባህርያትና ክንእዘዝ ኣይኮናን መፅና ኣብዚ ዝኾነ ሰብ ክእዘና ኣይንፈትውን ኢና ዋት ዊ ላቭ ኢዝ ስቶሪ ክነግረና ከሎ ሰብ ግን እቲ ስቶሪ ኩሉ ግዜ ሪሌት ኢና ብቀዳማይ እንታይ ኢልና ነይሩ ሄኖክ ዝክር ንሕር ክንኪ ክላ ሎማዓንቲ ጭንቀት ገይረ ንሕር ኢለ ኩሉ ከምታ ከም ትሓስቡ ብዛዕባ ኣብ ኣእምሮኹም ዘጨነቐኩም ነገር ከም ትሓስቡ ኢልና ነይሩ ዝክርዎ ንሕር ክንኩም ንሰባት ሓደ ናይ ሳክሰስፉል ስቶሪ ድዩ ናይ ሓደ ዝኾነ ነገር ንሕሪብካዮም ከዓ ቀልጢፎም እንታይ እዮም ዝገብሩ ምስ እዮም ዝሓስቡ ኦኬ ኣነ እውን ከምኡ ክገብር ይኽእል እየ ምክንያቱ ብሊቭ ኦር ኖት ኣብ ዓለም the most selfish ዝኾነ ፍጡር ንሕር ኣሎ ኮይኑ ወዲ ሰብ እዩ ሚካል ትፈትዎ ሰብ መን እዩ ኣብ ዓለም ንሕር ኢልኪ ሚካል እያ ማእከለ ዝፈትዎ ሰብ ኣብ ዓለም መን እዩ ንሕር ኢልኪ ማእከለ እዩ ሰላም ትፈትዎ ሰብ መን እያ ንሕር ኢልኪ ሰላም እያ ኣፍኮርስ ብዙሓት ዝፈትዎ ይህልዋ ክእሉ እዮም ክህልውን ይኽእሉ እዮም ግን እቲ ናምበር ዋን ኣብ ዋጋ ዕዳጋ ንደይ ትእትዎ ሰብ መን እንሕድላ ግን ገዛእ ርእስና ኢና ማለት ስለዚ ገዛእ ርእስና ሰለ ንፈቱ ብዝተኸኣለና ኩሉ ግዜ ዝረሰማዕናያ ነገር ምስ ገዛእ ርእስና ኢና ንተሓዞ ፍርሒ ይኹን ቁም ነገር ይኹን ሃብቲ ይኹን ብዛዕባ ገንዘብ ይኹን ትምህርቲ ይኹን ጆክ ይኹን ዳትስዋይ ሕጂ ብቀዳማይ ውን ዳንኤል ነጊርና ነይሩ ብሩስሊሲ ንገዛእ ርእስኻ ዛረባ ከለካ እንታይ በለ ኢልና ነይሩ ዋዛሲ ወይ ድማ ዘይከውን ነገር ኣይትንገርና ጌጋ ሓበሬታ ኣይትሃባ ንፉዕ ምዃንካ ጅግና ምዃንካ ንገራ ኢልና ነይሩ ማለት ካሊእ መወዳእታ ኣታክ ደ ፕሮብሎም ኖት ደ ፐርሰን ኩላትና ዊዱ ሲሊ ነገር ንገብር ኢና ኩላትና ንጋገ ኢና ኩላትና ንዝንግዕ ኢና ኩላትና ኣብ ኩሉ ግዜ ኣብ ንገብሮ ሓደ መዓልቲ ድዩ ኣብ መዓልቲ ሓደ ድዩ ኣብ መዓልቲ ክልተ ግዜ ድዩ ሰለስተ ግዜ ድዩ ኣርን ዋድ ኤቨር ንእሽተ ይኹን ዓብ ይኹን ጌጋ ንገብር ኢና ጌጋ ዘይገብር ሰብ ኣሎ ድዚ የለን ራይት ኩላትና ጌጋ ንገብር ኢና ሕጂ ደቅና ይኹኑ መሳርሕትና ይኹኑ ጌጋ ንገብር ኢና ሕጂ ንጌጋ ምስ ገበርና ግን መቸም ብኣዳሚ ኣክሽሊ ዳርጋ ኣልዕልና ነርና ኣብ ቅድሚ ሰባት ምስ ኢሉ ሕጂ ኣታ ከምዚ ከም ዝትገብር ክብሎ ዝደሊ ሰብ ዝፈቱ ሰብ የለን ሓደ ምስ ኢሉ ብዚኣ ሕጂ ንዓይ በቃ ኣታ ከምዚ ከምዚ ገለ ኢሉ ተተዋርደ ነይሩ ምሓረቅኩ ነይረ ንኩሉ ሰብ ተተፃረፍ ነይሩ ካብዚኣ ምሓረቅና ነርና ማለት እዩ ስለዚ ሰባት ዳይሬክትሊ ንዓና ዝፀርፈና ወይ ድማ ንዓና ዳይሬክትሊ ዝገንሓና ሰብ ኣይንፈትውን ኢና እንታይ ደኣ ሰብን ሓሳባትን ክንፈላልዮም ኣለና ምክንያቱ እቲ ጌጋ ሰብ ኣይኮነን ዝጋገ ዘሎ እቲ ሓሳባት እዩ ዘጋግዮ ዘሎ ስለዚ እንድሕር ነቲ ሰብ ነቲ ሓሳባትን ፈላሊና ዘይሃሪምናዮ ወይ ፀገም እንድሕር ዘይሃሪምናዮ ነቲ ሰብ ንድሕር ሓንሳብ ፀሪፍናዮ ወይ ድማ ነቲ ሰብ ሓንሳብ ንድሕር ሃሪምናዮ እቲ ሰብ ካባና ክረሓቐል እዩ ንበል ንምሳሌ ሓደ ሰብ ጌጋ ይገብር ንኣብነት ለትሰይ ቆፀራ ነይርካ እሞ ሳምሃው እንተሰቲዱ እንተገለስ ጠሊምካ ጠሊምካ ቴሌፎን ምቕባል ኣብካ ግን ከዓ ኣብ ፌስቡክ ንሰኺሩ ድዩ ወይ ኣብ ገለ ድዩ ዋደ በርታ ሓንዲ ኢኻዮ ሕጂ ነዚ ሰብ ብክልተ መገዲ ክትገኖ ክትኽእል ኢኻ ወይ ብክልተ መገዲ ክትዛረቦ ትኽእል ኢኻ እቲ ሓደ ዳይሬክት ለኺድካ ንስኻ ሰብ ኣይኮንካን ንስኻ ኣይትነፍዕን ኢኻ ኣይትረብሕን ኢኻ ትብሎ ትኽእል ኢኻ ዳርጋ መብዛሕትኡ ሰብ ከምዚኣ እዩ ዝብል ራይት ቀልጢፍና እንታይ ኢና ንገብር ነቲ ሰብ ኢና ንሃርሞ ነቲ ፕሮብሎም ኣይኮናን ኢነዋት ትማል ምሸት ዝገበርካዮ ነገር ኣዝዩ ዘፀይን እዩ ንስኻ ሰብ ኣይኮንካን ክትብሎ ከለኻን ነቲ ሰብ ኢኻ ትሃርሞ ዘለኻ ነቲ ሰብ ግን ኢነዋት ይፈትወካ እንደ ግን ትማል ምሸት ዝገበርካዮ ነገር ነገር እያ ሕጂ ነቲ ነገር በለል ወይ ድማ ትማል ምሸት ዝበደልካዮ በደል ኣዝዩ ደስ ዘየብል ነገር ኣይ ዶንት ላይክ ድላይካ ይፅረፎ ነቲ ነገር ፀገም የብሉን ሰብ ሽዑ ኣይፀላእካን እዩ ምክንያቱ ነቲ ነገር ኢካ ትፀርፎ ዘለካ ንዕኡ ኣይኮንካ ትሃርሞ ዘለካ ስለዚ ካብቲ ሓሳባት ንድሕር ፈሊና ካብቲ ሰብ ነቲ ሓሳባት ፈሊና እንተዘይሃሪምናዮም ነቲ ሰብ ክንሃርሞ ኢና ወላ ኣብ ደቅና ብፍላይ ኣብ ደቅና ማለት እዩ ኩሉ ግዜ ምስ ተጋገዩ እንታይ ኢና ንገብር ኣይ ዶንት ላይክ ዩ ኢና ንብሎም ሪዶ ኣይ ዶንት ላይክ ዋት ዩ ዱ ኣይንብሎም እና ኣይ ዶንት ላይክ ዩ ኢና ንብሎም ኣይ ሄት ዩ ከምኡ ኢና ንብሎም መብዛሕትኡ ግዜ ዋት ኢፍ ዝገበርካያስ ኣዝየ ይጸልኦ ክንብሎም ከለና ኸ ይፈትወካየ ዝገበርካያ ግን ኣዝየ ይጸልኦ ምክንያቱ ሳብ ኮንሽስ እንታይ ኢልና ነርና ኣእምሮና ኣይርድኦን እዩ ምናልባት ብዙሕ ሓሳባት ኮንሽስ ዘይክኾኑ ክእሉ እዮም ኣውቶማቲካሊ ቀልጢፍና እንታይ ኢና ንወስዶ ዘይትረብሕ ኢልኒ ዘይትጠቅም ኢልኒ ኢና ክንብል ማለት ስለዚ ብዝተኻእልና ዲስ ኢዝ ቨሪ ኢምፖርታንት ባይ ኣታክ ክንገብር ከሎና ለትስ ኣታክ ዘ ፕሮብለም ዶን ኣታክ ዘ ፐርሰን እን ኩሉ ግዜ ዋት ኤቨር ሰባት ክንገንሖም ከለና ከዓ እንታይ ክንገብር ኣለና ማዕፆ ክዕፆ ኣለዎ ድምፂ ክትሕት ኣለዎ ዋት ኤቨር ማለት እዩ ኣይ ኖ ኢት ሪኳር ኣ ሎት ኦፍ ፕራክቲስ ብዙሕ ነገር የድልየና ክኸውን ይኽእል ፕራክቲስ ግን ብዝተኸኣለና ንሰባት ኣብ ቅድሚ ሰብ ዘይምግናሕ ምክንያቱ ሰባት ሲ ብኣንጻሩ ክትንእዶም ደኣ ኣለካ ማለት እዩ ቀዳማይ ዛሪብናሉ ነርና ንእሽተይ ነገር ገይሩ እንድሕር ንኢድካዮ እንታይ እዩ ትገብር ሰብ እቲ ወይ እዚኣ ንእሽተይ ገይረ ዝነኣደንስ ዓብ ነገር እንድሕር ገይረስ እንታይ ከብለ ንኽእል እዩ እንታይ ክብለ ንኽእል እዩ ምክንያቱ ዊ ኦል ነው ጌጋን ቁኑዕ ዳርጋ መብዛሕትና ንፈልጦ ኢና ጌጋና ዘይንፈልጥ ኣይኮነን ራይት ንጌጋና ከመይ ገርና ንእረመሉ ወይ ድማ ከመይ ገርና ካብኡ ንወፅእ ኢላ ኣይጠፋእና እምበር ጌጋና ዘይንፈልጦ ኣይኮናን

ዝበዝሓና ትግርኛ ስለትዛረብና ወይ ድማ ንዛረብ ስለ ዘለና እቲ ሰብ ዝርድኣና እዩ ዝመስለና ራይት ኣይኮነን ኢማጂን ከምዚኣ ከይነሲ እወ ምኽኣልና እኮ ንግበር እሞ ከምዚ እወ ፅቡቅ ኣለኹም እዚ ዳ እሞ ፅቡቅ እንትትብል ከለካ ከምዚኣ ኢልካስ ከምዚ መስኪን ኮይንካን ዓው ኢልካ ክትዛረብ ከለካን ዘሎ ፍልልይ ኣሎ ምሽ ዶ ኣሎድ የብሉን ወይ ድማ ከም ዝበሎ ዊሊ ዓርከይ ዝበሎ ሲ እወ እንታይ ንመሲድካ ንናጠመትካ ከለካ ማለት እዩ ኣብ ገዛ ሲ ኣብ ገዛ ሓደ ካብቲ ዝገርመኒ ማለት እዩ እቲ ዝበለፀ ባይደወይ ክምህረና ዝኽእል ቆልዓ እዩ ቆልዓ ገፅካ ጥራይ ኣይኮነን ዝርኢ ኣቲንክ ልብካ እውን የንብብ እዩ ኣቲንክ ኩሉ ሰብ ይኸውን ይኽእል እዩ ግን ኣይከም ቆልዓን ማለት እዩ ሓደ ሓደ ግዜ ዋለይ ኮፍ ኢልና ንዓለና ከልና ኣብ ገዛ ከምዚ ይጥምት ኣለኹ እኮ ግን ኣይ ኖው ትፈልጥ እያ ንሳ ኣነ ምስኣ ከምዚ ኣለኹ ብልባ ማለት እዩ ከዝ ካልእ ሓስብ ኣለኹ ግን ሰላም ኢለ ኣለኹ ባባ ኣት ኣለኹ እኮ ምሽ ብላ ኣይትሰምዓን ኢና ከምዚ ኣለኹ ትፈልጥ እያ ኮንሽስ ኩን ትብለኒ ማለት ምስ ኣይከውን እየ ኩሉ ግዜ እንታይ ይገብር እወ ፅቡቅ ኣለኺ ይዛረብ ኣለኩ ከምዚ ጥምት ኣለኹ ግን ኣእምሮ ናብ ካልእ ኣለ ኮምፕሊት ካልእ ይሓስብ ኣሎ እንሽዝ ገር ኣንግሪ ማለት ሓርቅ ቀልጢፋ ማለት እዩ ስለዚ እንታይ ንምባል እየ እዚኣ ንሪኣ ዘለና ኩሉ ግዘ ቃላት ሸውዓተ ፐርሰንት ጥራይ እዮም ነቲ ናትና ኮሚኒኬሽን ኣብ ተግባረ ዘውዕልዎ ወይ ድማ ኣብ ግብሪ ዘሕልዎ ዘሕግዙና ማለት እዩ ሸውዓተ ፐርሰንት ኦንሊ ሰላሳን ሸሞንተን ፐርሰንት ድምፅና እዩ እታ ግደፍ እንዶ ክትብሎ ከለኻን ግደፍ እባ በቃ ድምፅናስ ቃና ኣለዎ ብዙሕ ዓይነት ቃናታት ኣለዎ ሓሪቕና ኣለና ዲና ሕጉሳት ዲና ዘለና you can tell ሓደ ሰብ ክዛረብ ከሎ ጥራይሲ ካብ ምንታይ ይዛረብ ከም ዘሎ ብልክዕ ክንፈልጦ ኣይጽግመናን እዩ ማለት እዩ ስለዚ ቮይስ ናትና is very very important ኩሉ ግዜ ዓው ኢልና ክንዛረብ ተኽኢልና እቲ ድምፂ ናትና ምስቲ ዘረባ ክኸይድ ክኽእል ኣለዎ ማለት እዩ ኣዘርዋይስ እንድሕር እቲ ዘረባ ሓደ ኣዝዩ ኤክሳይትድ ንኸነሉስ ወት ማልኮ ከምዚ ነይሩ ፅቡቃት በቃ ትማልሲ መፅያ ነይራ ክስቶ ረኺበያ በቃ ከምዚ ተዓዊታ ክትብል ከለኻን ኦ ማይ ጋሽ ትማሊ ዝነበረ ነገር ኣይ ካን ቴል ዩ ክትብሎ ከለካ ሰምታይ ኣንቲሲፔሽን ይሕድር ትፅቢት ይሕድር ክሰምዓካሲ ሃንቀው ይብል ማለት እዩ ሽዑ እቲ ዝደለካ ነገር ክትዛረቦ ትኽእል ማለት እዩ ስለዚ ቮይስ ኢዝ ቨሪ ቨሪ ኢምፖርታንት ብዝተኸኣለና እንድሕር ድምፅና ዝጠፍእ ኣሎ ኮይኑ ከምዚ ናተይ ዓርጎምጎም ዝብል እንድሕር ኣሎ ኮይኑ ከዓ መዓር ብልዑ መዓር መዓር መዓር ምስ ማይ ውዑይ ጥዑም ኢሎሞ ትሰርሕ ድያ እዚኣ እትፈተንኩማ ሰባት ኣለኹም ዲኹም ጠስሚ እውን ፅቡቅ እዩ ዝበሃል እኮ ጠስሚ ደቅና እምበር ፅቡቅ እዩ። ፈጣን ኢና እዚኣሲ ፈትና እና ሃገር ብፍላይ ሓወይ ማሕራ የድልየና ሃገር ደሓን ድምፂ ካብ ባዕሉ እኹል እዩ እምበር ፈቲንካ ኣለኻ መስለኒ ማእከለት ያ ፈቲንካ ኣለኻ መስለኒ ንስኻ ከም- በቃ ክንፍትና ኢና ንሕና መን ኣሎ ዝፈተና ካሊእ

ይብልዎ እኮ ኢሉ እምበር ተገባ
ምን ይዛረብ ዘሎ ጌርካያ ዲኻ
ማእከለ
የስ የስ ኣይ ዲድ ኣይ ዲድ ኣክቹሊ
ይብልዎ ስለ ዝበልካ ኢለ ነነነ ኣብ ዓዲ ቀደም እንታይ ይገብር ነርና መሲልኩም ኣብ ጋሽ ባርካ ዘይትን ዘርኢ እዚ ታሽሙ ዘርኢ ኢና ሶሪ ወዲ ኮል ስምስም ስምስም ትፈልጦ ዲኹም ስምስም ስምስም ዘርኢ ሰብ ኣሎ ሰው ኩሉ ግዜ ክንዘሪ ከለኻ መሻላት ዘሪ ብቱ ገለመለ ገለሎ ብዙሕ ዓይነታት ስምስም ካብ ምስ ዘሪ ስምስም ኣዝዩ ኤክስፐንሲቭ እዩ ክቡር እዩ ኣዝዩ ክቡር እዩ ቢካዝ ንዘይት ስለ ዝኾኑ ማለት እዩ ስምስም ምስ ዘረእኻዮ ኣብ መወዳእታ ሓንቲ ኩንታል ድሕሪ መፅያ እቲኣ ኩንታል እንታይ ክትገብራ እሳ ናይ ገዛ እያ ንዘይት እያ ትዕሰር ክልተ ጀሪካን ከባቢ ኣርባዓ ሊትሮ ገለ ተምጻልካ እቲ ሓንቲ ኩንታል ማለት እታ ሚእቲ ኪሎግራም ከባቢ ኣርባዓ ሊትሮ ዘይቲ ተምጻልካ ዓመት ሙሉእ ኦርጋኒክ ዘይቲ ኢኻ ትበልዕ ሰዓል ዝሓሚሙ ኣቦይ ንጎ እንታይ ዝገበረና ክረምቲ ክመፅእ ከሎ ሓዳሽ ካብታ ጀሪካን ከይዱ ማንካ ኩባያ ምልት ቀዲሑ ዘይት ስምስም ኩላትና ኢና ንሰቲ ተር ኢልና ኢና ንሰቲ ሰዓር ዝሓምም ዳርጋ የብልና ኣብቲ ገዛ ግን ብሳይነስ ተፃናንዕ ድዩ ተፃንንዐን ኣይ ዶንት ኖ ባት ኢት ኣንተስ ወርክስ እሞ ፎር ሚ ኣሒ- ኣሒካ ዘሎስ እዩ ማእከለ ባት ኢት ወርክስ ፎር ሚ ኣይ ዶንት ኖ ፎር ዩ ጋይስ ሜቢ ደክሰር ሓጎም ወር ኣሒካ ግን ኣይ ዘለዎ ንሱ እዩ ዝመስል ዘሎ የፀለመካን ኣለካ ናደ ይሰርሕ ኣሎ ቀይሕካ ዘላ Yes. ያ ፅቡቅ ኣለካ ማእከለ ኣነ እውን ፈቲነየ ነይረ እዚኣ ፈቲንካያ ምሽ ሪኢኻ ትም ያ ሓረስታይ ብ- ክፈልጥዋ ብኸ- እዮም እዚኣ ያ ጋሽ ወርቂ ዓብየ ወላነ ኣፍቀዶም እየ እዚኣ ዘይትስምስም ትብላ ዘለካ ናይ ብሓቂ ኣነ እውን ኣብ ሱዳን ርኢ ኣለኹ ማለት ሲ ጥዕምቲ እያ ናይ ብሓቂ ክሰትያ ምስ ሰተኻ እውን ኣብ ነብስኻስ ሃዋ እዩ ዝፈጥረልካ የስ ዘይትስምስም ኢዝ ቨሪ ኢምፖርታንት ኣዝዩ ካብቲ ዋላ ኣብዚ ኣሎ እንዲ ዋላ ኣብዚ ሕጂ ኣብዚ ንዓረብ ኣሎ ዱካን ንሕር ከይድካ ከብር መዓልቲ ዘይተሳብ ሕጂ ርኤ

ማንካ በቃ። ገይረ ስቲል ኣብ ካናዳ ስለ ዘስቸው ማለት ደቂ ቴንክ ዩ ቴንክ እሺ ኣፕሩቭድ ኣፕሩቭ ገይራትልኩም ኣላ በሉ በዚኣ ናይ ካናዳ ኣነ ኣብ ካናዳ ይፈትዎም ብዙሕ
እንካላይ ምስ ጠስምካ ፅቡቅ እዩ ጠስምን ማዓርን እዩ በቃ እዚሲ ኩሉ ሰብ ከምኡ ንበላ ነናታ ሽብሎ ንበላ ኤኒወይ ዘለና። ካብ ፖይንት ተረዲኣትኩም ኣላ ዝተኸኣለና ድምፅና ዓው ክነብሎ እዩ ብሓፂሩ ኣብቲ ዓው ዝበሃለሉ ዓው ኢልና ክንዛረብ ኣብቲ ቀስ ዝበሃለሉ ቀስ ኢልና ኣብቲ ስለውሊ ክኾን ዘሎ ስለውሊ ክንገብር ማለት እዩ ማለት ብድምፅና ኢና ኩሉ ግዜ መቸም ኮ ሓቂ ሓሽኮ ኩላትና ኣብ ገጊዘና ከም ኣወዳት ኣዋልድ ኣብ ሃይ ስኩል ድዩ ገለ መለ ክነብር ከለና ፅቡቅ ኢና ንዕለሉ እኮ ኣብ ምስ ጓል ገለ ክንዕልል ከለና ወይ ደቂ ኣንስትዮ ምስ ኣወዳት ክዕላ ከለዋ ሽክሽክሽክ ገለ መጠን ምስ ሰብ ክንመፅእ ከለና ግን ምስ ኖርማል ሰብ ግን ኣይ ዶንት ኬር ሓላፍነታውያን ስለ ዘይንኸውን ግዲ ኮይኑ ተደልና ዓው ኢልና ንዛረብ ተደልና ገለ ንገብር ዋላ ሓንቲ መትሓዚ የብልና መብዛሕትኡ ግዜ ማለት እዩ ስለዚ ብዝተኻእለና ሸውዓተ ፐርሰንት ጥራይ እቲ ቃላት ናትና ነቲ ኮሚኒኬሽን ወይ ድማ ነቲ ንዛረቦ ዘለና ናብ ግብሪ ዘውዕሎም ማለት ሰላሳን ሸሞንተን ሚእታዊት ቶን ናይ ድምፅና እዩ ሓሪቕና ኣለና ዲና ተሓጒስና ኣለና ዲና ካብ ውሽጢ ልብና ዲና ንዛረብ ዘለና እንታይ ንብል ከም ዘለናስ ካብቲ ቃልና ንላዕሊ እቲ ድምፅና እዩ ዝነግር ማለት ብካልእ ኣዘራርባ ሓምሳን ሓሙሽተን ሚእታዊት ከዓ እንታይ እዩ ባዲ ላንጓጅ ስ ኢዝ ቨሪ ኢምፖርታንት ገለ ሰባት ከምዚኣ ተኣሲሮም ዝዛረቡ ሰባት ኣለዉ ኣንታ እሱራት ድዮም ኣንታ ዘይፍትሑ እዮም ከምዚኣ ተኣሲሮም ውዱባት ኣብ ዘረባ ሽዑ እውን ነብስኻ እስር ትብል ምስኦም ካይፈተኻ ትእሰር ማለት እዩ ሓደ ሓደ ግዜ ከምዚኣ ኢልካ ሕጂ ሕሰብዋ ከምዚኣ ኢለ ንድሕር ተዛረበኩም ነይረሲ ጋይስ ምፈተኹማ ነይርኩም ደስ መረትኩም ከምዚኣ ኢለ ተዛረበኩም ነይረ ወላ ከምዚኣስ ኖርማል ከምዚኣ ኢለ ቴሌፎን ጥራይ ተትሕዝ ነይረ ቢደይ እዚኣ ንሕር ሒዘ ኣለኹ እንታይ እዩ ብካሊእ ኣዘራርባ እዚኣ ንዓይ ሞር ኢምፖርታንት እያ ካባኹም ንዓል ማለት እያ ያ ከማይ ሪስፔክት ትራንስሌት ንገር ኣይኮነን ኣት ኦል በምንም ተኣምር ኣይኮነትን ድሓር ሓደ ግዜ ሰባት ክንዛረብ ከለና ብፍላይ ቴሌፎንና ኢስ ቨሪ ታሽማት እዩ ብዝተኻእለና ንድሕር ዘይኸዊልናያ ንድሕር ዘይርሒቕናያ እቲ ሰብ ወላ ኣይዛረበና ካልኣይ ግዜ ንክቐርበና ኣይክህንጠን እዩ ሰባት ከዓ መዓስ እዩ ክረኽቦ ኢሎም ዝተሃንጠ ይብልካ እምበር ንድሕር ክላእ መፅኡ ከዓ ክብልካ ከሎ ከምኡ ክበሃል ዝደሊ ሰብ መቸም የልቦን ራይት ኩሉ ሰብ እንታይ ክበሃል እዩ ዝደሊ ሰባት ተሃንጥዮም ክረኽብዎ፣ ሰባት ሰላም ክብሉኻ፣ ሰባት ከዕልሉኻ፣ ምስ ሰባት ጽቡቕ ርክብ ክህልወካ ኢኻ ክትደሊ። ስለዚ ከምኡ እንድሕር ኮይኑ ባዲ ላንጎጅ ናትና ከኣ is very very important ኣገዳሲ እዩ ማለት እዩ። ስለዚ ብዝተኻእለና ኣብቲ ኢድና ክለዓለሉ ዘለዎ ኢድና ኢድና ክነልዕል፣ ኣብቲ ክወርድ ዘለዎ ድዩ ናብ ብፍላይ ከምዚ ጃሓዳድ ግዜ መብዛሕትኡ ግዜ ኣብ ስቶክ ማርኬት እዚ ኢደይ ትብል ላዕሊ ላዕሊ እንድሕር ሪኢኹሞ ስቶክ ማርኬት ኤክስፕሌን ክገብር ከለኹ ንላዕሊ ከይድ ጥራይ ስለ ዝብል እየ ኩሉ ግዜ ንላዕሊ ዝሰዶ ኢደይ ዳንኤል እንድሕር ሪኢኹሞ ኢዱ ንላዕሊ ይሰድድኒ ኩሉ ግዜ ኢዱ ማእኸላይ ይሰድድ ኣብዚኣ የውጽኣኒ ሄኖክ ኣንተሪክሞ ከምኡ እዩ ሄኖክ ኣይድሪ ንላዕሊ ሰዶ ሶ ኢትስ ግድ ኢድካ ኤክስፕረስ ክትገብር ዓይንኻ ድዩ ኢድካ ድዩ ካብ ኩሉ ካብ ኩሉ ከዓ ኣይ ኮንታክት ክህልወካ ከዓ ምስ ሰብ ኢዝ ቨሪ ኢምፖርታንት ማለት እዩ ኦኬ ስለዚ እዚአን ሰለስተ ንረዳእ እየን ኣነ እዚአን ሰለስተ ምስ ተረዳእኹ ሓቂ ሓሽ ብዙሕ ነገር ብፍላይ ኣብ ገዛ ምስ ካልኦት ሰባት ብዙሕ ነገር ሓጊዛትኒ ማለት እዩ ሰብ በካይዳኻ ተሓጒስካ ኣለኻ ሓሪቕካ ኣለኻ ፈልጡካ ይኽእሎም ናይ ሳይኮሎጂ ሰባት ንሕር ኮይኖም በካይዳኻ ከመይ ጌርካ ትኸይድ ኣለኻ ኣብዚኣ ዘለኹም ኩላኹም ብዚኣ ዘለኹም ኣብ ከመይ ዓይነት ደረጃ ከም ዘለኹም ወይ ድማ ኣብዚኣ ዘለኹም ኣሎ መዓንቲ መን እዩ ፎካስ ዘሎ መን እዩ ንካሊእ እንዳርኣየ ናብዚ ዝመፅእ ዘሎ መን እዩ ፍርቂ ፍርቂ ዘሎ ክንርኢ ንኽእል ኢና ኣብዚኣ ከለና ማለት እዩ ራይት ሶ ትሪእዮ ዶ ሕጂ ኣብዚኦም ኩሎም ትሪእዎም ዘለኹም ሰባት መን እዩ ፎካስ ገይሩ ዘሎ መን እዩ ፍርቂ ፍርቂ ዘሎ እዚ ሕጂ ኩሉ ሰብ ፎካስ ኣሎ ስ እዚ ዋር ፎካስ ማለት እዩ ሪኹማ ኮኔክትድ ጌርና ኩላትና ኣብ ሓንቲ ግዜ ዓይኒ ንዓይኒ ክትረኣ ከለኻ it make more sense ምሽ ሓደ ካብ ሃዋርያት ምሽ ንጎይታ ምስ ጸለሞሲ ኣይተዛረቦን ብዓይኒ ጥራይ ርእይዎ መልእኽቲ ብዓይኒ ጥራይ ሕሊፍሉ ሶ ብዓይኒ ዝሓልፍ መልእኽቲ is a lot ዓቢ መልእኽቲ ዝሓልፍ ብዓይኒ ስለዚ ኣይ ኮንታክት ምሳብ ክህልወና ከሎ ኣዝዩ ኣዝዩ ኣገዳሲ እዩ ነቲ ናትና ኮሚኒኬሽን ስኪል እንታይ ክገብሮ እዩ ቡስት ክገብሮ ወይ ድማ ከዕብየልና ክእል ማለት እዩ

Yes, ብፍላይ ካብ ሽማ ትሒዛ እያ ካብ ሽማ ትሒዛ ተፈታውን ትሰማዕን ገሊኣ ትብል ኣይ ዶንት ሪሊ ታሽሙ ዋዳ የምፅያ ብእንግሊሽ እውን ሰሚዐ ነይረ ግን ኢዝ ቨሪ ኢምፖርታንት ኣዝያ ኣዝያ ኣዝያ ኣዝያ ኣገዳሲት መፅሓፍ እያ ዝኾነ ይኹን ሰብ ኣብ ገዝኡ ክህልዎ ዘለዎ መፅሓፍ እያ እዚኣ ብፍላይ ኣብ ናይ ኮሚኒኬሽን ስኪል ቨሪ ኢምፖርታንት መፅሓፍ እያ ስማ ምናልባት ቁሩብ ናብ ካሊእ ዘበለይ ተፈታውን ትሰማዕን ንምዃና ትብል እቲ ቀንዲ ስማ ግን ብእንግሊሽ ሃው ቱ ዊን ፍሬንድስ ኤንድ ኢንፍሉንስ ፒፕል ትብል ማለት እዩ ኣቦ ትግርኛኻ ስለ ዘሎ እሱ ክትርጉመልና እዩ እንታይ ማለት ዳኒ
ቀፅል ቀፅል ቀፅል ማኸል ሓወይ
ሶ ካልእ ሰባት ኣብ ንረኽበሎም ግዜ ዊኦል ነው ምናልባት ነቲኦም ዘይትፈልጥዎም መዘኻኸሪ ነቶም ትፈልጥዎ መዘኻኸሪ ነቶም ዘይትፈልጥዎ ከዓ ሓድሽ ነገር ከይኑ ክስማዕኩም ስለ ዝኽእል ሰባት ኣብ ንረኽበሎም ብዝተኸኣልና ትሪትም ዊዝ ሪስፔክት ኤንድ ካይድነስ ኩሉ ግዜ ሰባት ኣብ ዘዘረኸብናሎም ሎማዓንቲ ብዘይ ኣለና ኩላትና ኩሉ ንገብሮ ነገር ኢንቨስት ኢና ንገብሮ ዘለና ካይንድ እንድሕር ኢንቨስት ገይርና ካይንድነስ እንድሕር ፕራክቲስ ገይርና ኢደር ድሕሪ ወርሒ ድዩ ድሕሪ ሓሙሽተ ወርሒ ድዩ ድሕሪ ዓመት ድዩ ድሕሪ ክልተ ዓመት ድዩ ክምለሰና እዩ ኩሉ ንዘርኦ ነገር ይምለሰና እዩ ስለዚ ንሰባት ብካይንድነስ ሪስፔክትን ካይንድነስ እንድሕር ዘይገርና ኣለዎም ወይ ድማ ናይ ልባዊ ምስጋና እንተዘይ ኣቕሪብና ኣለዎም ገለ ገለ ሰባት ሓዳር ግዜ ስምብድ ኢኻ ማኪና ገዚኦም ርኢኻዮም ክላእ ኣብዚኣ ዓቕሚ ገዚኡ ዝሰብ ከዓ ትብሎ ኣብዚኣ ዓቕሚ ካት ምንካ ተማጣጢርካ ይደኖ እኮ ዝሰብ እንታይ ኣለዎ ብጅብኡ እኮ ይደኖ ሰባት እንታይ ዓይነት ምትእሳር ኣለዎ ካብ ልቡ መዚኣ ማኪና ይደኖ እኮ እንታይ ነገራት ሰብዚ ሓሲቡ ኣሎ This is very very important ኩሉ ግዜ ንሰባት ብዝተኸኣለና ምስ ሪስፔክት ተኽኢልና ንንኣዶም ተኽኢልና ተስፋ ንሃቦም ተኽኢልና ሓቦ ንሃቦም ፍናን ከም ዝስምዖም ንግበሮም ኣይከኣልናን ከዓ ሻቴር ማውዝ ንልስን ስለዚ ብዝተኸኣልና let's treat people with respect and kindness ካልኣይ ምጉርምራም ምምራር ዝብሃል ዘረባ ክግደፍ ክክል ኣለዎ ዓንተውይ ሃገር ኦረዲ ትዛሪብላይ ኣይዛረበላን እየ መጉረምረምቲ መዓት እዮም ኢልካ ይመኻ ሃገር ኔጋቲቭ ኢነርጂ ኔጋቲቭ ኢነርጂ ፓወር ኣይብዃን የስ የስ ኩላትና ኣብ ሃገርና እንታይ ኣሎ እንታይ ገጢምና ኣሎ እንታይ ፀጊምና ኣሎ ኩላትና መብዛሕትና እንታይ ንፈልጦ ኢና ራይት ካብኡ ወጺእና ከመይ ጌርና ዝዓበና ክንከውን፣ ዝሓሸ ናብራ ክህልወና፣ መጻኢና ክጽብቕ፣ ምስ ደቅና ምርድዳእ ክህልወና ደኣ እምበር ነቲ ጸገም ክነግረና ዝኽእል ሰብ ኣየድልየናን እዩ። እንታይ ዝበሃል ኣሎ ንሰባት ክልተ ነገር ኢኻ ትገብሮም ኢለ ዝኣምን ወይ ማኒፕሌት ትገብሮም ወይ ድማ ኢንፍሉወንስ ትገብሮም ኣብ ገዛእ ርእሶም ገለ ነገር ንክምልኡ ትሕግዞም ማለት እዩ። ሶ ማኒፕሌት ክትገብሮም ተደሊኻ ምሉእ መዓልቲ ብዛዕባ ግዳይነት ንገሮም ተበዲልና እኳ ኢና ንሕና ደኣ ከማና ገይሩ ዝተበደለ መን ኣሎ እዚኦም ዝገበሩና ንዓና እዚ ዶ ግበኣና እዩ ንሕና እኮ በቃ ዘይግበኣና ሃገር እኳ ዘይብልና ንሕና እኮ በቃ ተሰዲድና እኳ ኢና ንሕና እኮ ባይደወይ ወስ ሓደ ዘሕርቐኒ ነገር እንተሃልዩ ኩሎም ሚድያታት ናይ ኤርትራ ስቱፒዳት ምዃኖም ጥራይ እዩ ሶሪ ትሰይዳት ባት ኩሎም ካብ ኤክሳብ ዜተም ዝዓበዩ ማለት እዩ መብዛሕትኦም ካብ ንጎ ክሳብ ምሸት ብጀካ ተበዲልካ ኢካ ብጀካ ሃገር የብልካን ብጀካ ከምዚኣ ከይንካ ኢካ ኩስቶ በዲልካ ወያነ በዲልካ ሻዕቢያ በዲሎምካ ኩስቶ በዲልካ እንተዘይ ከይኑ ካሊእ ነገር የልቦን ከመይ ጌርካ ካብኡ ትወጽእ ንላዕሊ ትኸይድ ዝነገርካ ሰብ የልቦን ሕጂ እስኻ እንታይ ክትኾን ስልካ ኢሞሽናሊ በቃ ሂል ትኸውን ንግዛዊ ሂል ትኸውን ሓቆም ንዓይ ዝበደሉኒ እና ብርገድ ንሓመዱ በዲሎምኒ እኳ እዮም ደገፍቲ በዲሎምኒ እኳ እዮም ዳትስ ኦል ዊ ሰይድ ራይት ከምኡ ኸነ ዝበሃል ለስ ቢ ሪል ነው መዓንቲ ንኸን ድሕሪኡ ኣብ ክንዲ ናብ ገዛእ ርእስና ንምለስ እንታይ ንኸውን? ተበደልቲ ዝብል ነገራት ዝስምዓና። ሕጂ ሽዑ እንታይ ንኸውን? ንናፍቖም። ገለ ገለ ሰባት ኣለዉ፣ ከምኡ ዓይነት ዘረባ ከይሰማዕካ ክትድቅስ ኣይትኽእልን ኢኻ። ተለሚድካ ልክዕ ተረፒ እዩ እሱ። ልክዕ መድሃኒት እዩ እቲ ዓይነት ዘረባ እቲ፣ ቢከዝ ማኒፕሌት እዮም ዝገብሩኻ ዘለዉ። ቆልዓ እንታይ ይገብር? ምሽኪናይ ወደይ፣ እውይ ብእወት ሃሪምካ ገለመለ እንድሕር ከ እንታይ ይኸውን? ኣይ ይብል መመሽ ዝገድድ ራይት። ይበክዶ ወይሲ ፅቡቅ ኣለካ ኣይገብር ኒኹም ኢሉ ይታባባዕ ቆልዓሲ እንድሕር ንፉዕ ጅግና ሰብኣይ ክትገብሮ እንተደሊኻሲ ምስ ተበደለ ኦ ኣጆኻ ተስእ ፀገም የብሉን ዲኻ ትብሎ ወይስ ወተ ሃሪምካ ኮይካ ምስኪናይ ወደይ ንሕድካ እንታይ ዝኸውን መመሊሱ በሽቀጥቀጥ እብል ሽዑ ካብቲ ሓቀኛ መንነቱ ወሪዱ በሽቃጥ ይኸውን ዳትስዋይ ብዙሓት ደቂ ሓምሳ ደቂ ርባዓ ደቂ ሰላሳ ገና ደቂ ሓሙሽተ ዓመት ኮይኖም ዝረኣዩና ማለት እዩ ምክንያቱ በሽቀጥቀጥ ንብል ማለት እዩ በሽቀጥቀጥ እቲ ሙሉ መዓልቲ ክሰምዕዎ ዝውዕሉ ናይ በሽቀጥቀጥ የብሎም ተበዲልካ ኢኻ ከምዚኣ ከንካ ኢኻ ከምዚ ጋጢምካ እዩ እዚ እኳ ኢኻ በቃ ነቲ ዝነበርኩሉ ንዓይሲ ንዓይሲ ይነግሩን ተገምቲ ኢሎም ኣነ ዴንማርካዊ ወይ ድማ ካናዳዊ ይኩንኩን ኣነ ወዲ ኤርትራ ኣብ ዓድታ ዝዓበ ኮ ነቲ ናተይ ፀገምሲ ተገምቲ ንሓደ ሰብ ክነግረኒ ከሎ ማኒፕሌ ጥራይ ዝገብረኒ ዘሎ ኢለ ዝኣምን ማለት እዩ በቲ ሓደኻ ኢንፍሉንስ ምግባር ኣሎ ማለት እዩ ኢንፍሉንስ ምግባር ኢስ ዲፍረንት ማለት እዩ ሰባት ኮንዶም ካይገበርካ ኮምፕሌን ካይገበርካ ናብ ገዛእ ርእሶም ክምለሱ ክትገብሮም ማለት እዩ ዋዳማይ ዳንኤል ናምሃርና ከነ ኩላትና ገዛእ ርእስና ረኪብና ዶ ነርና ሳም ሃውሲ ሎሚ ገሌና ከም ነግሮም ብርም ገሌና ከመይና ንዛረብ ብዙሕ ሲ ኣቲንክ ንገለ ሰባት ተንኪፍና ንኸውን ንኽእል ኢና ሎማዓንቲ ወይ ገለ ሰባት ነብስና ሲ ኣብ ገለ ረኪብና ንኸውን ኢና ድሕሪ እንታይ ኢኻ ትገብር ገዛ ተመሊስካ ብዝተኻእለካ ከመይ ገረ ንዓ ፊክስ ድገብር ኢኻ ትብል ወላ ሓደ ሰብ ትሓርቀሉ የለን ሽዑ ሪቨንጅ ናትካ እንታይ ዝኹን ሽዑ ሕነኻ ምፍዳይ ኣብ ምንታይ ኣብ ገዛ ርእስኻ ምዕባይ ዝኸውን እንድሕር ተበዲለ ትብል ኮይንካ ግን ሕነኻ እንታይ ኣብ ሰባት ኢኻ ትፈዲ ዳትስ ዋይ ኩሉ ግዜ ሕነ ምፍዳይ እናበዝሐ ዝኸይድ እቲ ሓደ ምስ ተሃረመ ሓደ ተበዲልካ ከበሃል እቲ ሓደ ዓቂርዎ ፀንሕ ነቲ ሓደ እንታይ ገብሮ ይሃርሞ መሊሱ ማለት እዩ ከምኡ እናበለ ሽዑ እቲ ነገራት እናገደደ እናገደደ ይኸይድ ማለት እዩ እንድሕር ንገዛእ ርእስኻ ትረክብ ኣቢልካ ግን ሕነኻ ምስ መን እዩ እንድሕር ፕሮክራስትናይት ትገብር ነርካ ሕንካ እንድሕር ኣብ ሰዓትካ ዘይትርከብ እንድሕር ነርካ ሕንካ እንድሕር ንጎ ዘይትትስእ እንድሕር ኮንካ እንድሕር ትፈርሕ እንድሕር ነርካ ነዚኦም ኩሎም ነገራት ክትባእሶ እምበር ምስ ካሊእ ሰብ ምስ ሰላም ወይ ምስ ዊንታ ወይ ምስ ሮቤል ዘባእስ ነገር የብለይ ምስ ገዛእ ርእሰይ ግን ይባእስ መስቲ ሒዞምኒ ዘለዉ ነገራት ንዓይ ግን ይባእስ ማለት እዩ ስለዚ ሰባት ኩሉ ግዜ ክዛረቡና ከለዉ ክልተ ነገር እዮም ዝገብሩ ኮንሽስ ይኹኑ ብዘይ ኮንሽስ ብዘየገድስ ኢደር ማኒፕሌት ይገብሩና ወይ ድማ ኢንፍሉንስ ይገብርና ማለት እዩ ገዛ ርእስና ንክንረክብ ይሕጉዝና ማለት ስለዚ ብዝተኸኣለና ምጉርምራም ገዲፍና ኮምፕሌን ገዲፍና ንሰባት ክሪታይዝ ምግባር ክንገድፎ ክንክእል ኣለና ሳብኮ ከምዚኻ ስኻ ከምዚኻ ኢልካ ንሰባት ኩሉ ግዜ ዘይናቶም ዋላ ናቶም ይኹን ዋላ ሽሕ ግዜ ይጋገዩ ተኽኢልና ብውሽጢ ክንእርሞም እቲ ዝበለፀ ማለት እዩ ኣዘርዋይስ ክትእርሞም ኢልካ ኣብዚ ዘበገስካሉ ወይ ድማ ኣብ ቅድሚ ሰብ ትዛረብካሉም ኩሉ ግዜ ሰልፍ ዲፈንስ በቃ ዓቢ መንደቕ ተኺሎም ኣብ መንጎኻ ካብዚኣ መንደቕ ትሓልፍ ክርእየካ እየ ክብሉካ እዮም ሽዑ ክትረዳዳ ዘይኮንካ ክትሰሓሓብ ኢኻ ትውዕል ማለት እዩ ካልእ be genuinely interested in others people this is very very important መብዛሕትኡ ግዜ ኣብ ዝረኸብናሎም ሰባት ኣብ ክንዲ ታሪኽና ጥራይ ኣብ ክንዲ ብዛዕባና ጥራይ ንነግር how was your day እንታይ ትገብር ኣለኻ ከመይ ይኸይድ ኣሎ ናብራ ብቀዳማይስ ከምዚ ከምዚ ኢልካኒ ኔርካ እስኪ ኣበይ በጺሓ ኣላ ባይ ዘ ወይ ሓደ ካብቲ ዝጸሉኒ ኣብዚ ሰዓት እዚ ብዙሓት ሰባት ዝጸሉኒ ጀሚሮም ኣለዉ ሓንቲ ካብ ዳንኤል ዝወሰድኩያ ከምዚኣ ከምዚኣ ሓሲብና መሽ ይብሉኒ ሳም ሃው ኣላትና ሓንቲ ወረቀት ኣላትኒ ኦኬ ኩስቶ ከምዚኣ ሓሲበ ኣለኹ ብለኒ ኦኬ ይጽሕፋ ብኣ ኤንድ ኣይ ትራይ ቱ ዝኾን ነገር ኢለ ይሕግዞም ማለት እዩ ኣብ ሰሙን ይድውለሎም እንታይ ደኣ ገርካ እወ ከምዚኣ እንዳ ኮይና ገለመ ጸገም የለን ሓን ኣጀሰ ወንቸክ እዚዩ ዶን ወሪ ካልኣይት ሰሙን ምድውል ቴሌፎን ኣይቅበሉንን እዮም ስለዚ ብዝተኻኣለና ብዝተኻኣለና ኣብ ሰባት ግዱስነት ይሃልወና ሰባት ኣብ ክንዲ ብዛዕባ ናትና ጥራይ ከምዚ ኢና ከምዚ ከምዚ ከምዚ ትብሎም እዚ ካኣ ዝበለጸ ክገ ነዚ ነገር እዚ ክንዕወተሉ እንድሕር ኮይና ካኣ ask ክንሓትት ማለት እዩ ምሕታት እቲ ዝበለጸ ነገር እዩ ማለት ኣብ ዘረባ ብፍላይ ኣብ ዝርርብና ኣብ communication the more we ask እቶም ሰባት the more ክርድኡና ይኽእሉ ምስኦም ከም ዘለና ይፈልጡ ክንሓትት ከለና ካኣ out topic ዘይከን ማለት እዩ ካብቲ ቶፒክ ወጻኢ ዘይኮነ ኦ እዚኣ ከምዚኣ ዝበልካያ ከምዚኣ ማለት ድያ ዋላ እናፈለጥናዮ ከለና ማለት እዩ ምስኦም ከም ዘለና ኮንፎርም ክንገብረሉ እንተደና ንኣብነት ንሕር ሃገር ይዛረብ ኣሎ ኮይኑ ንሕር ትማሊ ከምዚ ከምዚ ገይረሉስ ወይ ድማ ዝኾነ ነገር ሕብረና ኣሎ ንበል ሃገር ይሰምዖ ከም ዘሎ ከረጋግፅ እንድሕር ኮይኑ ብክምንታይ ከረጋግፅ ዝኽእል ከምዚ ክብልዮ ሓደ ምሽ ከምዚ ኣሎ ከምዚ እዎ ፅቡቅ ኣለካ ከምዚ ክብልዮ ግን ካብኡ ዝበለፀ ከዓ ኦ እታ ከምዚ በልካዮ ከምዚ ማለት ድዩ እንድሕር ኢልካዮ እንታይ ክኾን እዩ ኦያ እወዎ ክብል እዩ ሽዑ እሱ ሽዑ ምስ ከም ዘለኹ የረጋገፀሉ ኮንፈርም ገብረሉ ሽዑ ሃገር እንታይ ኾን ናይ ልቡ ዘለዎ ነገር ክነግረኒ እዩ ማለት እዚኣ ከምዚኣ ኸ ይብሎ ሽዑ ደው ኣብሎ እዚኣ ከምዚኣ ዳ እሞ ዳሕራይ ከምዚ እንዳ ከምዚ እንዳ ከምዚ እንዳ ይብልካ መሊሱ ይቐፀል ማለት እዩ እንድሕር ትም ኢለ እወ ፅቡቅ ኣለኻ እወ እወ እንድሕር ደየ ግን ክስልችዎ ይስውን ይሰምዖ ከም ዘለኹ ክፈልጥ እዩ ስለዚ ብዝተኸኣለና ኣብ ካልኦት ሰባት ተገዳስነት ልባዊ ተገዳስነት ክልወና ከሎ ኣዝዩ ፅቡቅ እዩ ብዘየገድስ እንታይ ዓይነት ስቶሪ ይነግሩኻ ኣለዉ ብዘየገድስ እንታይ ዓይነት ታሪክ ኣለዉ ኩሉ ሰብ ነናቱ ሂወት ኣለዎ ነናቱ ታሪክ ኣለዎ ብዝተኸኣልና ሪስፔክት ገርና እቲ ዘለዎ ሓሳባት እንድሕር ሰሚዕናዮ እንታይ ክንከውን ንኽእልና ሰባት ክሰምዑና ኩሉ ግዜ ድልውነት ክህልዎም እዩ ማለት እዩ ንሰባት ከተረድኦም ተደሊኻ ቀዲምካ እንታይ ክትገብር ዘለካ ክትርድኦም ኣለካ ማለት እዩ ዳንኤል ብቀዳማይ ሓንቲ ዘረባ ትዛረባ ነይሩ እንታይ ኢልና ካብ ሰባት ንክሰምዑኻ እንዳፀለኻ ትፅበ ሲ ሰባት ንክዛረቡ ብፀሎት ምፅባይ ይሓይሽ ኣትሊስት ክዛረቡ እዮም ንሰምዑ ኣይተርፎም ንምዝራቦም ክሰምዑኻን ዘይክሰምዑኻን ግን ስ ጀስት ፕሬዲክታብል ኣይኮነን ማለት እዩ ይደኖ ማለት እዩ ሰም ክዛረቡ ግን ግድነታዊ ክዛረቡ እዮም ማለት እዩ ምናልባት ዘይትደልዩ ዘረባ ክኸውን ይኽእል ማለት እዩ This is my favorite one. ክትዕ we love ክትዕ ኩላትና I don't know somehow ብብዙሕ መገዲ ንካታዕ ኢና ክትዕ ግን ተዓዋቲ የብሉ ሰዓሪ የብሉ ኣብቲ ሪል ሪል ኣድቫንተኛት እንድሕር መፂእና ካብ ክትዕ መን ዝረብሕ እንድሕር ኢልና ካብ ክትዕ ዝሃድም ሰብ ጥራይ ዝዕወት ማለት እዩ ሕጂ ምናልባት ዲቤትን ክትዕን በበይኑ ምሽ ዶ ዲቤት ካሊእ ዘረባ እዩ ኣብ ሓሳባት ኣምፂኻ ምውርራር ካሊእ ዘረባ እዩ ምክታዕ ካሊእ ዘረባ እዩ ሰው ሰባት ሕጂ ኦ ትካታዕ ኣለካ ወይ ዲቤት ክትገብር ኣለካ ዝብሉ ኣለዉ ኖኖ ዲቤት ካልእ እዩ ኣርጊመንት ካልእ እዩ ኣብ ሓሳባት ኣምፅና እንዳ እዚኣ ከምዚኣ ከምዚኣ እንተኾነት ከሞ ኦ ከምዚኣ ኣይኮነትን ኖ ኣነስ ከምዚኣ ተረዳእኒ ከምዚኣ ትኸውን ኦኬ ለትስ ጎ በዚኣ ክንብል ንኽእል ኢና ምክታዕ ግን ጀስት ሳምቲንግ ዊርድ ማለት እዩ ዋላ ተዓዊትካ ሽሕ ግዜ ንኣብነት ክልተ ሰባት ኣብዚኣ ሰላምን ምሕረት እንተኻቲዐን ድሕር ሰላም ረቲዓታ ምሕረት በምንም ተኣምር ሕነ ደኣ ክትበድ እምበር በምንም ተኣምር ርእሳ ድኒና ክትከይድ ኣይትደልን እያ ዝኾነ ይኹን ሰብ ወይ ንምሕረት ኣይኹን ዝዛር ዝኾነ ሰብ ማለት ተረቲዑ ክኸይድ ዝደለ ሰብ የለን ምክንያቱ ክትረትዖ ከለካ እሱ ሰልፊ ዲፈንስ ክገብር እዩ ንስኻ ክትዛረብ ኢኻ ንስኻ ጭብጣት ከተምፅኻ ንሱ ሰልፊ ዲፈንስ ክገብር እዩ ኩሉ ግዜ ጎደሎናትካ ክፍትሽ እዩ ገለመለ ኣብ መወዳእታ ምስ ተዓወትካሉ ክፀልኣካ እዩ ማለት እዩ ሕጂ መን ተዓዊቱ ኣሎ ኦኬ ንግዛዊ ፍናን ክበካ ክእል ግዛዊ ሓጎስ ክበካ ክእል ዋት ከምዚ ሓስቢ ነሩ ካብ ዲቀያ ኳ እዚኣ ከምዚኣ ገለ ክትብል ትኽእል ኢኻ ባት ኣደ ኢንድ ኦፍ ደደይ እቲ ሰምታይ ክኾን እዩ ክፀልኣካ እዩ ማለት እዩ ካልኣይ ግዜ ቆልዑ ሕደ ክጥምተካ እውን ኣይደልን እዩ ማለት እዩ ስለዚ ብዝተኸኣለና ካብ ክትዕ ክንሃድም ኣለና ማለት እዩ ክትዕ እዩ ጀስ ዊርድ ነገር እዩ ምክንያቱ ጀስ ወይስ ነይሩ ኤነርጂ ኣብ ዝኸውንን ዘይከውንን ሰብ ከምፅኡ ኣይሰምዓካን ምክንያቱ ክልቴኻ ጥራ ከዛረብ ክልቴኻ ንድሕር ዛረባ ኣለካ ዝሰምዕ ሰብ የልቦን ራይት መንደቕ ጥራይ ይሰምዕ ክተይዛረቡ እቲ መንደቕ ይሰምዕ ክተይዛረቡ እቲ መንደቕ ይሰምዕ እንድሕር እቲ ሓደ ዘይሰምዕ ኣሎ ኮይኑ እንድሕር እቲ ሓደ ጽን ዘይብላሉ ኮይኑ ንክምልስ ኢኻ ክትሰምዕ ማለት እዩ ስለዚ ንክንመልስ ኣይኮንና ንሰምዕ እንታይ ደኣ ንክንርዳእ ኢና ንሰምዕ ኣነስ ክዛረብ ከሎ ሓደ ሰብ ጽን ኢለ ዝሰምዖ ንክምልሰሉ ይከነን መብዛሕትኦና ሕጂ እንታይ ኢና ንገብር ገና ካይወድኦ ከሎ ሓሳባት ነዋሃልል ክንምልስ ራይት ከምዘጋጥመ ኩኖ ጌና ሓሳባት ነዋሃልል በቃ ብዛዕባ እዚኣ መልሲ ነዳሉ ኣብ ክንዲ እስከ ይወድእ እስከ እንታይ ዝብል ዘሎ ብዛዕባ ምንታይ እዩ በየናይ ኩርናዕ ይጠሚትዋ ነዚኣ ነገር እዚኣሲ ከምዚ ክትከውን እያ ዝብላ ዘሎ ሜቢ ኮ ንስኻ ዘይጠመትካያ ኩርናዕ ጠሚት ክኸውን ይኽእል እዩ ከምዚ ምሽታሽሙ ዝበሃል ኣሎ ቁፅሪ ሽዱሽተን ቁፅሪ ትሽዓተን ነዚ በዚ ዘሎ ሰብን ነዚ በዚ ዘሎ ሰብን ክልቲኤን እንታይ እየን ዘሴም እየን ራይት ሓደ ትሽዓተ ክብል ይኽእል ሓደ ሽዱሽተ ክብል ይኽእል እዩ እዚ ሰብ እዚ ግን በዚ ሓደ ከይንሪኣ ሰብ ዘሎ ትሽዓተ ትመስሎ ትኽእል እያ ሓደ ከዓ በቲ ግምጣራ ከይኑ ስለ ዝሪኣ ዘሎ ሽዱሽተ ትመስሎ ትኽእል እያ ስለዚ ነገራት በብናትካ ኩርናዕ ክትሪኦም ትኽእል ኢኻ እዚ ሓደ ካብቲ ቢዩቲ ዘለና ፀጋ ኣብ ኣምላኽ ንሱ እዩ ነገራት ብሓንቲ መገዲ ጥራይ ኣይኮና ንሪኦም ቴስዓ ሚታት ካብ ዝተዛረብክዎ ገለ ሰባት ጠቕላላ ብካሊእ ተረዲኹም ትኮኑ ኢኹም ትኽእሉ ኢኹም ጠቕላላ ብኣነ ብዘይ ሓሰብክዎ ተረዲኹም ትኮኑ ትኽእሉ ኢኹም ብዘይ ምሕታትኩም ብካልእ ትርድዎ ትኽእሉ ኢኹም I know ኣብዚ ዘለዉ ሰባት መብዛሕትኹም ትርድእዎ ትኾኑ ኢኹም ግን ዝበዝሐ ግዜ ኣብ ሰባት ዘጋጥሙ ንስኻ ትብሎን ሰብ ዝርድኦን ሳምታይምስ በበይኑ ይኸውን that's why ኩሉ ግዜ ብዝተኻኣለካ you wanna make sure ብሓንሳብ ኣብ ሓደ ፔጅ ከም ዘለኻ ተረዲእና ኣለካ ተረዲእካ ዶ እንታይ ኣሎ እስከ ዘይተረዳእካ እስከ እዚኣ በሪሃትልካ ድያ ወይ ድማ ዝሓትት ሰብ ከዓ ኣዝዩ እንታይ ይኸውን ኣለዎ you have to ask as much as possible ማለት እዩ ካልእ መወዳእታ okay let me do this one make make people feel important እዚኣ ከዓ ሓንቲ ኢንትረስት ንዝኾነ ቶፒክ እያ ማለት እዩ ሶ ብዙሕ ግዜ ብዛዕባና ጥራይ ንዛረብ ንኸውን ንኽእል ኢና ብዙሕ ግዜ ምፅ ኢልካ ንኣብነት ንሰላም ሪኣ ኣለኹ ዋው ሕጂ ሰላም ኣብዚኣ ዝነኣድ ብዙሕ ነገር ኣሎ ዋው ቪድዮ ከስ ክፅብቕ መዓት ዋው ብድሕረኺ ባክግራውንድ ዘሎስ ገለ ዓይነት ከመይ ገርኪ ክኢልክዮ ንሕሪ ኢለያ ሰላምታ ክትብል እያ ኦ ከምዚ ከምዚ ክትሕግዘኒ ሬድዮ ክትከውን እያ ሰላም ከመይ ገርክ ዳ እዚኣ ናይ ድሕሪ ክገብራ ክእል ከመይ ገይረ ክገብራ ይክእል እንተ ኢለያ already I'm thinking about myself not about herself ሽዑ እንታይ ትብለኒ እዛ ከርእየካ next time እያ ክትብለኒ I'm pretty sure ወይ ድማ unless እንዳሓረቀት ብውሽጣ ክትነግረኒ እያ what if ዋው ሰላም ባክግራውንድ ክፅቦ መዓት ከመይ ገርክ ዳ ገርክዮ ዋው I would love to have that እንድሕር ኢለያ ግን ኦ እዚኣ ቃላ እንዲ ከምዚኣ ገበረ ክትብለኒ እያ the same thing ዳንኤል ማለት እዩ ስለዚ ብዝተኻእልና ኩሉ ግዜ ኣብ ክንዲ ንሕና ኢምፖርታንት ክንከውን ንሓስብ ዋት ኢፍ ሰባት ተይብናዮም ዳትስ ዋይ ኩሉ ግዜ ዝፈትዋ ጥቕሲ ናይ መፅሓፍ ቅዱስ ኣላ ካብቲ ዝቕበል እቲ ዝህብ ይባረኽ ኩሉ ግዜ ደሞር ዝሃብና ደሞር ዝሃብና ደሞ ኢዳውና ዝዘርጋሕና ደሞር ይምለሰና ንሕራ ቀዲምና ሃባ ኢልና ግን ኣይመፃና ንዝኾነ ነገር እንድሕር ሂብና ግን ቀዳማይ እቲ ሰብ ንህቦ ዘለና ሓይሊ ይረክብ ተስፋ ይረክብ ኒሕ ይገብር ሓቦ ይረክብ the same thing ከኣ እቲ ነገራት ከኣ እንታይ ይኸውን ናባና ከኣ ዓጸፌታ ኮይኑ ይምለሰና ማለት እዩ i hope ገለ ነገር ኣብ ሂወትኩም ሎማዓንቲ ተቀይማናኹም ክኾና እዚኤን ናይ ሎማዓንቲ እዚኣ እያ ነይራ ክላስ ናይ ሎማዓንቲ we love you all thank you